ቀሪበ እየ ዘለኹ ኣብዚ ሽኮር ኣለኒ ዝኾነ ዓይነት ሽኮር ክንገብር ንኽእል ኢና ማለት እዩ ወላ ፃዕዳ ወላ ብራውን ኣብዚ ከዓ ኣሊቭ ኦይል ኣለኒ ዝኾነ ዓይነት ዘይቲ ክንጥቀም ንኽእል ኢና ኮኮናት ፅቡቅ እዩ ኣነ ግን ኮኮናት ብዙሕ ግዜ ኣይሰማማዓንን እዩ ማለት እዩ ኮኮናት ኣይጥቀምን እየ ዘይቲ ገፀ የፈፅገኒ ወይ ዝኾነ ፈፀጋገለ ስለ ዝውፃለይ ኮኮናት እንድሕር ሰማማዓክን ኮይኑ ኮኮናት ክብራ ትኽእላ ኢኽን ካልእ ከዓኒ መዓር ኣለኒ እብዚ ወላ ሽኮር ቡን ክንገብረሉ ንኽእል ኢና ኣብ ክንዲ ሽኮር ወይ ቡን ክንጥቀም ንኽእል ኢና ወይ ሽኮርን ቡንን ካብ ሓንሳብ ሓዊስና ጥሑን ቡን ማለት ክንገብር ንኽእል ኢና ኣብዚ ከዓኒ ባዲ ዋሽ ኣለኒ እዚ ቅድሚ ሕጂ ካብ ታርጌት ገዜ ዝረኣኹን እዚ ብጣዕሚ እዩ ጥዑም ጨንኡ ምስኡ ክገብረ እየ ማለት እዩ ዋላ እንድሕር ከም ባዲዋሽ ደይብል ናብ ገዛና ኣራንሺ ወይ ለሚን ክንገብር ንኽእል ኢና ነቲ ጨና ማለት እዩ ኣነ ግን እዚ ክጥቀም የሎም መዓንቲ እዚ ባዲዋሽ ማለት እዩ ሕጂ እዚ ከዓ ሕጂ ገዛእኹ ናይ ትሪሃት ዝተወደአ ኮንቴነር ኣለኒ ብዚ ሕጂ ብሓንሳብ ክንሕውሰ ኢና ማለት እዩ ሽኮር ክገብረሉ እየ መጀመርያ ብሓር ኣሊቭ ኦይል ገብረሉ እየ ኣሊቭ ኦይል ገይረ መዓር ክገብረሉ እየ ክረአ ብዚ ማእኸል ገብሮ መዓር ክገብረሉ እየ ሻወር ጀል ከዓ ክገብረሉ እየ ማለት እዩ እዚ ጥዕሙ ጨኒ ማለት እዚ እንድሕር ጌርካሉ እዚ ባዲ ዋሽ ማለት እዩ ንሱ ከዓ ክገብረሉ እየ ሕጂ ፅቡቅ ገይረ ሕውሰ እየ ማለት እዩ ሽኮር ተሪፈን ዘለዋ ክገብረሉ እየ ሕውሰኒ ቁርብ ከዓ እዚ ክስኸለ ማለት እዩ ሕጂ ኤግዛክትሊ ከምቲ ንገዝኦ ክስታይ ኮይኑ ማለት እዩ ከምቲ ገዚእና ንጥቀመሉ ባዲ ዋሽ መሚን ባዲ ስክራብ ከምኡ ኮይኑ ዶ እዩ ናይ ብሓቂ በቃ እዚ መብዛሕትኡ ግዜ ብቡን ገለ ገብር ነይረ ቡን ሓዊሰ ገለ ማለት እዩ ዝኾነ ባዲዋሽ ከዓ እገብር እየ ማለት እዩ ሕጂ ከምዚ ኮይኑ ማለት እዩ ሓንቲ ድፈትዋ ሓፍቲ ኣላ ኮመንት ትገብረለይ ኩሉ ግዜ ኣብ ዝገበርክዎ ቪድዮ ማለት እዩ ሕጂ ኣብዚ ናይ መጨረሻ ቪድዮ ከዓ ገበረልና ባዲ ስክራብ ስለ ዝበለትኒ ብጣዕሚ በቃ እዚ ዩቱብ ካብ ዝጅምሮ ኩሉ ግዜ ኣብ ኮመንት ትገብረለይ ገለ ማለት እዩ ኩሉ ግዜ ሳፖርት ትገብረኒ ሶ ሕጂ ንህለዚ ማለት እዩ ከምዚ ጌርና ጽቡቅ ጌርና ክስታይ ንገብሮ ማለት እዩ ስክራፕ ካብቲ ንገዝኦ ከማ እዚ ዝበለጸ እዚ ማለት እዩ ጽቡቅ ከምዚ ጌርካ ከምዚ ጌርና ፍላይ ኣብቲ ሽትሽና ገለ እንድሕር ጸሊም ኣለና ፍላይ ምስ ወለድካ ኮሚታት ዝመጽእ ኣብ ክሳትካ ናይ ሕጂ ክሳደይ ጸሊም ንብዙሕ ግዜ ነይርኒ ምስ ብጥንሲ ገለ ዝመጸ ማለት እዩ ከምዚ ጌርና ክስታይ ንገብሮ ንኽእል ኢና ከምዚ ጌርና ካብቲ ድግዛእ ንላዕሊ እዚ ብጣዕሚ ጽቡቅ ክስታይ ኣለዎ ማለት እዩ ድሓር በዚ ጌርና ምስ ገበርና ምስ ተሓጣጠብና ምስ ወዳእና ራይደ ወይ ካብ ሻወር ወፂና ዘይቲ ተለኺና እዚ ሎሽን ገለ ምስ ተለኸና በቃ ቆርበትካ ክስታይ ይኸውን ማለት እዩ በቃ ጽቡቅ ሉስሉስ ቆርበትካ ክኸውን ማለት እዩ እቲ ጸሊም ጸሊምን እቲ ርስሓት እቲ ደድ ስኪን ከዓ ኣብ ነብስና ዘሎ ከምዚ ጌርና ነልግሶ ማለት እዩ እዚኣ ትመስል ማለት እዩ Hello ዝኸበርክን ኣሕዋተይ ከመይ ቀኒኽን ደሓን ዶ ቀኒኽን ኣነ እግዚኣብሔር ይመስገን ጽቡቕ ኣለኹ ንስኽን ከዓ ጽቡቕ ክትብላ ተስፋ ገብር ሎማዓንቲ ከዓ ብካልእ ቪድዮ መጽኤክን ኣለኹ ባዲ ስክራብ ኣብ ገዛ ከመይ ዝበለ ባዲ ስክራብ ሰሪሐ ኣለኹ ማለት እዩ ብጣዕሚ ቀሊል እዩ ብዙሕ ብዙሕ እንታይ ኣድልዮን እዩ ኣብ ክሽነና ዘሎ ነገር ጌርና ንገብሮ ማለት እዩ ካብ መጠን ንላዕሊ ጽቡቕ ካብቲ ትሽየጥ ንላዕሊ ጽቡቕ ባዲ ስክራብ ሰሪሐ ኣለኹ እዚ ኮንቴነር ናይ ቅድሚ ሕጂ ዝነበረኒ እየ ተጠቂመሉ ማለት እዩ ጽቡቅ ባዲ ስክራብ ሰሪሐ ኣለኹ እንጀ ክገብሮ ተስፋ ገብር ነዚ ቻነለይ ሓደሽቲ እንድሕር ኮንክን መጀመርያኽን እንድሕር ኮይኑን እተን ኩሉ ግዜ ትሪኦ ሳብስክራይብ ዘይገበርክንን እንድሕር ኣለኽን ሕጂ እንዳረኣኽን ኮለኽን ሳብስክራይብ ግበራ ፕሊስ እንደገና ከዓ እንዳረኣኽንኦ ኮለኽን ላይክ ግበራ ብጣዕሚ እየ ዝፈትወክን ነዚኣ ናይ ሎማዓንቲ ቪድዮ እጀ ክገብራ ተስፋ ገብር ኣብ ቀፃሊ ብካልእ ክሳብ ንራኸብ ከዓ ብሰላም የራኽበና